ጽላተ ዘሙሴ ሰላም ጥዕና ይሃበለይ ተኻታተልቲ ሚድያ ጽላት እምበኣርከስ ሎማዓንቲ ካዓ ኣባ ጳውሊ ብጸሎቱ ቀይዱ ምስ ሰይጣን ዝገበሮ ቃለ ዝርርብ ሒዝናልኩም ቀሪብና ኣለና ንኽትካታተሉ ብኽብሪ ንዕድም። ነዚ ዓለም ካብ ዘይምንባር ናብ ምንባር ብምውላድን ፍጥረታትን ኩሉ ዝፈጠረ ወዲ ኣዳም ኩሎም ንሰይጣን ጸላኢ ክስዕሮ ዝገበሮ ሰለስተ ብኣካላት ሓደ ብመለኮት ብዝኾነ ብስም እግዚኣብሔር ንጹሁን ጻድቁን ዝኸውን ተጋዳላይ መነኩሴ ካህን ኣባ ጳውሊ በብግዚኡ ንኹሉ ሰብ ምስ ዝዋጋእ ብኽፋእን ኣንስትዮን ተባዕትዮን ንኽፉእ ሓጢኣት ናብ ቤት ጭፈራን ዳንስን ብሓባር ከምዝኸዱ ዝገብር ምስ ሰይጣን ዝገበሮ ቃለ ዝርርብ እዙይ እዩ። ጸሎቱን በረከቱን ኣባ ጳውሊ ፈጣሪና እግዚኣብሔር ይቅርቱኡን ፍቅሩን ሓላውን ምስ ኩሉ ህዝበ ክርስትያን ይኩን ኣሜን። ቅዱስ ኣባ ጳውሊ ብጸሎቱ ቀይዱ ምስ ሰይጣን ዝገበሮ ቃል ዝርርብ እምበኣር ከምዚ እዩ። ፍሉይ ሽሙ ስሉቅያ ወይ ከዓ ኣስቆሎና እትበሃል ኣብ ሃገረ ሳምረ ከም ዝኾነ፣ ካብ ሄሮደስ ወገን ዝኾኑ ሰባት ሓጥኣን ክፍኣትን ነበሩ። ኣንስትዮን ተባዕትዮን ተኣኪቦም በብግዚኡ በብወርሑ ናብ ቤት ጭፈራ ዝኣትዉ ክፉእ ልምዲ ነበራቶም። ፈላሲ መነኩሴ ዝኾነ ቅዱስ ኣባ ጳውሊ ዕድሜኦም ዓሰርተ ሓሙሽተ ዓመት ዝገበረ ሓደ ዲያቆን ፈላሲ መነኩሴ ብሓባር ምስኦም ኣብ ሃገረ በጽሑ። ዕለቱ ዕለተ ሮብዕ ነበረ። ኣብዚ ግዜ እዚ ከምኡ ናብ ገዳም ተላእኩ። ስራሕ ምስ ዝወጽኦ ተባዕትዮ መነኮሳት ኣብ መንገዲ ተራኹ። ቁሩብ ምስ ተጓዕዙ እዋኑ መሰየ። ኣብ ሓደ ቦታ እውን ሓደሩ። በዚ ዕለት ሰባት እዛ ሃገር ኣንስትዮን ተባዕትዮን ተኣኪቦም ናብ ሓንቲ ቤት ጭፈራ እንትኸዱ፣ ምስ ረኣዩ ቅዱስ ኣባ ጳውሊ ሓጥያትን ስራሕን ናይዞም ሰባት ብዝሓደሮ ጸጋ እግዚኣብሔር ፈሊጡ ፈጺሙ ሓዘነ። ናብ ቤት ተውኔት ወይ ከዓ ጭፈራ ካብ ዝኸዱ ንሓደ ጸዊዑ ከም ዝበሎ ሰማይን ምድርን ባሕርን መሬትን ጸሓይን ወርሕን ከዋኽብትን ዝፈጠረ እግዚኣብሔር እንዳሃለወ ነዚኦም ሓዲግኩምስ ነዚ ኩፉእ ስራሕ ስለምንታይ ትሰርሑ ኣለኹም ናብ ቤት ዳንሲ ጭፈራ ምስ ኣንስትኹም ምስ ደቅኹም ንምንታይ ትኣትዉ ኣለኹም በሎ እዚ ሰብ እዚ ኸዓ ከምዚ በሎ ኣብ መሀረሲና ምስ መቐርብና ኣንስትና ሓደ ክንከውን ኣብ ቤት ዳንሲ ምስ ኣንስትዮ ሓደ ክንከውን በሎ። ኣባ ጳውሊ እውን ንመን ከም ትእምኑ ውስቲ ንገረና በሎ። ንሕና ካብ ዓሌት ሄሮደስ ኢና፣ እነምልኾ ብቐደም ካብ ኣቦታትና ዝወረስናዮ ዝረኸብናዮ ጣኦት እዩ በሎ። እዚ ሰብ ናብ ኣሕዋቱ ከይዱ ናብ ቤት ጭፈራ ኣተወ። እዚ ሰብ ናብ ፍትወት ድሕሪ ምኻዱ ኣባ ጳውሊ ምስኡ ዘሎ ዲያቆን ከምዚ በሎ፣ ሓወይ ናይዚ ሃገር ሰባት ሓጢኣት ገዚፍ እዩ በሎ። ለይቲ ምስ ኮነ ኣብ መንገዲ ዝረኸቦም መነኮሳት እቲ ዲያቆን ደቂሶም እንተለዉ ኣባ ጳውሊ ቀስ ኢሉ ተሰኣ። እንዳጸለየ ናብ ቤት ጭፈራ ከይዱ ኣብ በሪ ጠጠው በለ። ጥርሖም ኮይኖም ምስ ረኣዮም ፈጺሙ ሓዘነ። እንዝሕ እንዝሕ ካብ ልቡ በኸየ። በዓል ገዛ እቲ ጭፈራ ኣብ ግዳም ኮይኑ ምስ ረኣዮ ምስዞም ናብ ቤት ጭፈራ ዝኣትዉ ንምንታይ እዩ ኢሉ ሓተቶ። ንሱ ከዓ ብዝኾነ ምኽንያት ከምዘይኣተወ ነገሮ። ድሕሩ እዚ በዓል ቤት እቲ ጭፈራ ናብ ውሽጢ ኣተወ። ምስ ኣተወ በሪ እቲ ዳንሲ ኣዝዩ መብራህቲ ኣጥፍኦ። ኣብዚ ግዜ እዚ ኣባ ጳውሊ ብልቦንኡ እንዳሓዘነ እንዳጸለየ ኣብ ልዕሊ ምድሪ ክሰግድ ጀመረ። ኣብ ውሽጢ ቤተ ዳንሲ ዘለዉ ሰባት ኣብ ዱር ከም ዘለዉ ከም ዝጸገዉ ኣፍራስ እንተሃሉ ሰምዖም። ኣበይቶ ጎይታይ ዘድንቕ ተኣምራት እትገብር ንስኻ ኢኻ፣ ሓጢኣት ቀዳሞት ሰባት ናብ ዝጥፍኡ ጥፍኣት ናብ ምድሪ ዘዝንብ ንስኻ ኢኻ። ዘፍጥረት ምዕራፍ 7 ቁፅሪ 7 ስለ ሓጢኣቶም ክፍኣት ኣብ ሶዶምን ጎመራን ሓዊ ዘዝነብካ ንስኻ ኢኻ። ዘፍጥረት 19 ቁፅሪ 4 ስለዚ እዞም ሰባት ንካልኦት መርኣያ ሓጢኣት ኮይኑ ክጥጥፍኦም እልምነካ ማዓትካ ኣብ ዝባኖም ህውጽጽ ግበር መጥፊኢ ንዝኮነ ሰይጣን ኣጥፋኣዮ እንዳበለ ናብ እግዚኣሄር ጸለየ እግዚኣብሄር ጸሎቱን ልመንኡም ሰምዖ ጸሎቱ ድሕሪ ምፍጻሙ ሰይጣን ጸሊም ሰብ መሲሉ ከም ሓዊ ቦግ ቦግ ብዝብል ዝተመዘዘ ሰይፊ ሒዙ ጥርሑ ኣብ ቤት ዳንስ እንትወጽእ ተራኣዮ። እዚ ሰይጣን ብምፍርራሕ ኣብቲ በሪ ኣብቲ ጭፈራ ጠጠው በለ። ኣባ ጳውሊ እውን ንስኻ መን ኢኻ? ንመን ትደሊ? ጉራደኻ ኣብ ኢድካ ዝተመልሐ ዝተመዘዘ ንምንታይ እዩ? በሎ። ሰይጣን እውን እትደልዮ ንገረኒ ሕተተኒ እምበር ንስኻ ከመን ኢኻ ኣይትበለኒ ካብ ፈጣሪ ካብ ጎይታኻ ዝለመንካዮ ባዕልኻ ትፈልጦ ኢኻ እሞ በሎ ኣባ ጳውሊ ሰይጣን ዝበሎ ምስ ሰምዐ ስራሕኻ ሰርሑ ፍትወትካ ከመይ ተጥፍኦም በሎ ሰይጣን እውን ኣነ ፈጣሪ እየ ተኣዛዚ እየ ኣለኹ ትእዛዘይ ኣዝየ ክጥሕሶ ኣይክእልን በሎ። ኣባ ጳውሊ ብዙሕ ሕቶ ክሓተካ እየ እሞ ከይትዐሽወኒ፣ ብሕያው ብእግዚኣብሔር ሽም ኣሚነካ ኣለኹ፣ ወጊዘካ ኣለኹ፣ በሎ። ሰይጣን እውን እትደልዮ ሕተተኒ፣ ትእዛዝካ ኣይሓልፎን፣ ሓይለይ ብጸሎትካ ደኺሙ እዩሞ በሎ። ኣባ ጳውሊ ሰይጣን ካብቶም ጀመርቲ ሰባት ኣብ ሓደ ሓዲርካ ብሓጢኣት ክተውድኦ ዝሕግዘካ እንታይ እዩ በሎ። ከምዚ ኢሉ ብምሕታቱ ሰይጣን እውን መሊሱሉ እዩ። እንታይ እዩ መሊሱ ካልኦት ሕቶታት ከኣ እንታይ እዩ ሰይጣን ተሓቲቱ ዝብሉ ኣብ ካልኣይ ምዕራፍ ክንሪኦ ኢና ሰናይ ቅንያት ወስብሃት ለእግዚኣብሔር ወወላዲቱ ድንግል ወለመስቀሉ ክብር ጽላቴ ዘሙሴ